ይኣክል ሕቶ ክምልስ ዘይክእል እንድሕር ኮይኑ ሓደ መንግስቲ የልግስ ኣብቲ ዘለውዎ ኮይኖም ከረኻኽብሉ ተዘይክኢሎም ኣብ ዝጠዓሞምን ከም ዝጠዓሞምን መንእሰያት ስጉምቲ ተወሲዶም ኣሜን ኢልኩም ኢኹም ትቕበልዎ እዚ ቪድዮ እዚ ንመላእ ኤርትራውያን ብፍላይ ድማ ብሕፃፅ መዓስከር ስደተኛታት ጌርኩም ናይ ትግራይ ኣደ ፍቕሪ ናይ ትግራይ እኽሊ ጥዕምኩም ፍቐዱ ኣውሮፓን ካናዳን ኣብ ዝለዓለ ብርኪ ኣብ ዝሓሸ ሂወት ትርከቡ ንብሙሉእኹም ኤርትራውያን እዛ መልእኽቲ እዚኣ ንዓኹም ትኹነለይ።
ንሰብኣያ ተፋቲሓ እያ ምስ ሞደሻ ማለት እዩ መፋትሖም ምክንያት ከዓ ካብ ካልእ ጓል ስለ ዘቅነሰ ምስዚኣ ተፋቲሖም እዮም። ሰላም ሰላም ክቡራት ተኸታተልተይ ከመይ ኣምሲኹም? ሎሚ እውን ከምቲ ልሙድ ዝተፈላለዩ ሓደሽቲ ሓበሬታታትን ከምኡ እውን ዝተፈላለዩ ኣብ ማህበራዊ ሚድያታት ሎሚ መዘራርብቲ ኮይኖም ዘለዉ ዛዕባታት ዝተፈላለዩ ሓበሬታታት ይዘልኩም ቀሪበ ኣለኹ። ነታ ሚድያ ድማ ሓደሽ ዝኾንኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረሱ ኣሕዋተይ። ኩላትና ድማ ከም ልሙድ ላይክ ብምግባር ነታ መደብና ንጀምር ኣብ ናይ ሎማዓንቲ መደብና ንኤርትራውያን ትርር ዝበለ መልእኽቲ እዮም ኣመሓላሊፎም ዘለዉ ተጋሩ ማለት እዩ ከምኡ እውን ኣዱ ብሌና እውን ንመንግስቲ ትግራይ ዘመሓላለፈቱ ትርር ዝበለ መልእኽቲ ኣሎ ንሱ ኣብ ናይ ሎማዓንቲ መደብና ብሰፊኡ ክሬና ከምኡ እውን ብዛዕባ ዝሙት ኤርትራውያን ህግደፍ ደገፍቲ ዝኾኑ እንዳበለ ንብዙሃት ሰባት ሽም እንዳዋረደ እዩ ኢሉ ሰልጠነ ማለት እዩ ናቱ እውን ሎሚ ኣብ ናይ ልምዓት መደብና ብሰፊሑ ክሬና ሎሚ ኣብ ኣስመራ እውን ህዝባዊ ናዕቢ ተኻይዱ ነይሩ ማለት እዩ እዚ ንምንታይ እዩ ብምንታይ ምክንያት ከተካይዱ ዝብል ኣብ ናይ ልማንቲ መደና ብሰፊሑ ክሬና ከምኡ ናይ ሃይለ ደደቢት ዘመሃላለፎ መልእኽቲ እውን ኣሎ ብዛዕባ ፌቨን እውን ዝተዘረቡ ዝተፈላለዩ ሓበሬታታት ኣለዉ ነንሞኒካ እውን ዝኸኣልዎ ከም ዝሓገዝዋ እውን ሓቢሮም ኣለዉ ኣብ ናይ ልማንቲ መደብና ነዚኦምን ካልኦትን ዝተፈላለዩ ሓደሽቲ ሓበሬታታት ኣብ ማህበራዊ ሚድያታት ሎሚ መዝረብቲ ኮይኖም ዘለዉ ዝተፈላለዩ ሓደሽቲ ጉዳያት ሂዘልኩም ቀሪበ ኣለኹ ነታ ሜድያ ድማ ሓደሽቲ ዝኾንኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረሱ ከምዚኦም ዝኣመሰሉ ዝተፈላለዩ ሓደሽቲ ሓበሬታታት መዘናጊ ምስልታት ከምኡ እውን ዝተፈላለዩ ፖለቲካዊ ጉዳያት ቀዲሞም ንዓኹም ንክወሱ ሰብስክራይብ ምግባርኩም እርግፀኛ ይኹኑ ኣህዋተይ እስከ ከም መጀመሪ ክኾነና ድማ ኣሕዋተይ ብናይ ሞኒካ ምስሊ ክንጅምር ብዛዕባ ፌቨን ዝተዛረበቶ ንሱ ግን እስከ ቃለ ደቂ ተኸታቲልና ኤረገ ንመለስ ደለኹ ኣሕዋተይ ስዕዳ ክትከይስ ጽቡቕ ኣይኮነን ንሓግዛ ገለ ነገር ገለ ነገር ስምሻሎ ገለ ኣብ ኢዳ ሒዛቶ ትኸይድ ሰልዲ እቶም ኣብ ዱባይ ዘለኹም ኣይ ላቭ ዩ ሶ ማች ዓቕምኹም ገይርኩም እንዲኹም ንሕና ከስ ከምዚኣ ዘለኹም ኩላትኩም እ፣ እቶም ንሄለን ነዚኣ መን እያ ተፋ- ትፈትዋ ንሳራ ነዚኣ ትፈትዋ ነዚኣ መን እያ ትበሃል

ኣትሊስት ብዋሕስ ክንደይ ድኣ ተዋሕሳ የፍለጥና ፈፃሪ ኣንበሳ ሸፈፊላ ሓሊፈ የሱስ ቅፃዕ ደልየ በቃ ማለሲ ዓመ ተኣኸሎ ይግንታሕ ፈንጂ ሒዝካ ኣብ ኤርትራ ዳኣ እሞ ዘይከውን ሞኒካ ሎሚ ብጣዕሚ ፅቡቅ ስራሕ እያ ትሰርሕ ዘላ ማለት እዩ ብምቕፃል ድማ ፌቨን ብዛዕባ ሰብዓ ዝተዛረበቶ እስከ ቀደም ዝተዛረበቶ ተኸታቲና ንመለስ ኣህዋተይ ዘለኩም ርእቶ ሓሳብኩም ኣብ ቦታኹምን ምፅሓፍኩም ኣይትረስኡ ኣብዛ ሰዓት ምሳኺ ክህሉ እትደልይዮ ሰብ ኣትብል ዘላ? ኣብዚ ሕጂ ሰዓት ምሳይ ክኾን ዝደልዮ ሰብ በዓል ቤተይ እዩ። ኣብዚ ሕጂ ሰዓት ከማን ዘይኮነስ ኣብ ዝኾነ ሰዓት ምሳይ ክህሉ ዝደልዮ በዓል ቤተይ እዩ። ምክንያቱ እሱ ፍርቂ ኣካለይ ስለ ዝኾነ፣ መማኽርተይ ስለ ዝኾነ፣ ብዓቢኡ ኸኣ በዓል ሓዳረይ ኣቦ ደቀይ እውን ስለ ዝኾነ ማለት እዩ። ምሳኺ ክህሉ ትደልዮ ሰብ ስለ ትብለላ ስፐሲፊክ ንሓደ ሰብ እያ ትውክል ዘላ ስለ ዝብል እምበር ብሓፈሽኡ ስድራ ቤተይ እንዲ ኣነ መጀመርታ ዘፍቅር ድሕሪ ነብሰይ ሶ በዓል ቤተይን ደቀይን ምሳይ ክህልዎ እየ ዝደሊ ብሓፈሽኡ ብፍሉይ ድሕር ኮይኑ ግን ኣማኒኤል ሰለሙን ሓጎስ በዓል ቤተይ ኣብ ዝኾነ ይኹን ሰዓት ኣብ ፅቡቅ ቦታ ይሃሉ ኣብ ጥዑም ቪዮ ይሃሉ ኣብ ገዛ ይሃሉ ኣብ ዝኾነ ይኹን ቦታን ግዜን ሰዓት ምሳይ ክህሉ ዝደልዮ በዓል ቤተዩ Thank you ተመሊሳትልኩም ክትከውን ተስፋ እገብር።
ዝገርም እዩ ክንደየናይ ንሰብኣያ ፍቅሪ ከም ዘለዋ እዩ ዘርኢ ማለት እዩ ብምቕፀል ማ ወይለከይ ዘይሰምዐ ዘይብልና እናተተማስገ እናተተማስገ ሰበይቱ ገዲፉ ውሽማ ሒዙ ውሽማ ሒዙ ደቂሱ ኣሎ ሰበይቱ ከዓ ብሓበሬታ ኢድ ከፈንጂ ሒዛቶ ደንጎላ ሒዛ ውፃእ ውፃእ ትብለላ ኣብ ትግራይ እዩ

ዝኾነ መጠረሽትኡ በቃ ክወፅ እንተኾይኑ ተኣለዩሎም እልያ ኣቢሎማ ሃዲሙ ኮይኑሎም ክወፅኡ ስድራ ፀውዑ ተባሂሉ ሕጂ ጉዳይ ኣብ ሽምግልና በፂሑ ኢሎም ማለት እዩ እንታይ እሞ ክንብል ኢና ሕማቅ ግዜ በፂሕና ሕማቅ ግዜ በፂሕና ሕማቅ ግዜ በፂሕና እዞም ኣሕዋት ኣየሳእነና ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቀንየለይ
ሜሴጅ ኦኬ ያ ኣሕዋት ወላ ሰላም ድዩ ከመይከ ኣቦሱ ከመይከ ወላ ሰላም ያሳክ ተጋጣሚ ወላ ጀማ በዚ ኣብዚና መንገዲ ገለ ደገ ገለ ኮይናት በርትዐና ገለ መለ ንገብሮ ጠፊእና እንታይ ኢና ክንገብር እንደ ሕጂ ብዝኾነ ኣብ ገለ ቦታ ገለ መለ ንሓገዝ ገለ መለ ገለ ደሊና ነርና ወላ ከምኡ ደሊና ነርና እንታይ ማ ክንገብር ኩሉ ክስታይ ኮይኑና እዚ ደገ ብጣዕሚ ስትሬስ ገለ ገይርና ኣበይ ኣለና ገለ መለ ንፈልጥን ወላ ወዲ ዓበይቲ

ናይዚ ትሪእዎ ዘለኹም ሓውና ቪድዮ ኣብ ኣፍሪቃ ኤልቢ ትብል ቻነል ዝተዘርግሐት ኮይና ሓደ ኣፍሪቃዊ ስኢልዎ እዚ ሓውና ድማ ዓብደላ ከም ዝበሃል ወዲ ከረን ከም ዝኾነ ኣብ ጀርመን ትሽዓተ ዓመት ከም ዝተቐመጠ ኣብዚ ሕጂ ሰዓት ኣብ ግዳም ሓደር ኮይኑ ኣብ ደገ ከም ዝነብር ምስ ስድርኡ ዝኾነ ኮንታክት ከም ዘይብሉ ርክብ ከም ዘይብሉ ቴሌፎን ናይ ስድርኡ ከም ዘይፈልጥ እዩ ሓቢሩ ዘሎ ማለት እዩ እቲ ቦታ ኣበይ ጎደና ምዃኑ ብንጽር ወይ ኣብ ኣበይ ከተማ ናይ ጀርመን ምዃኑ ኣይተሓብረን ኣሎ ማለት እዩ ምናልባት ቤተሰቡ ኣብዚ ኤሮጳ ወይ ካብ ኤሮጳ ውፃኢ ገለ እንተ ኣለኹም ኮንኩም ግን እዚኣ ቪድዮ እዚኣ ናብ ብዙሕ ሰብ ክትበፅሕ ሸር ሓቡርና ግበሩልና ማለት እዩ ከምኡውን ኣበይ ከተማ እዩ ዘሎ ኣበይ እዩ ዘሎ ናይ ኤርትራ ኮሚኒቲ ገለ ሰብ ንኽሕግዞ ሲ እቲ ኣድራሽኡ ንጹር ኣይኮነን ዘሎ ማለት እዩ ምናልባት ኣብ ከባቢኹም ዘሎ ትፈልጦ እውን ኣድራሽኡ ጸሓፉ እሞ ብኸመይ ክሕገዝ ይኽእል እንታይ ክግበር ይኽእል ክንዘራረብ ማለት እዩ ብተወሳኺ ንኣብነት ኣብ ፍራንክፈርት ብዙሓት ኣለዉ ኣብ ዝተፈላለየ ጎደና ከምዚ ኢሎም ኤርትራውያን ይጽንሑኻ ምስ ደቂ ካልእ ሃገራት ገለ ማለት እዩ ክትዛረቦም ገለ ኢልካ እውን ዝዛረቡኻ ኣይኮኑን ኣነ ዝፈልጦም ገለ ቤተሰቦም ኣብ ከምዚ ዝወደቑ እውን ንክሕግዝዎም ብዙሕ ፈቲኖም በቃ ንክትሕግዞም ገለ ብዙሕ እዩ ኣሸጋሪ ማለት እዩ እንታይ ክንብል ንኽእል ብጣዕሚ የሕዝን ንእግረ መንገድና መንእሰያት እውን ኣብ ዝኾነ ሃገር ምስ ኣተና ኣካይዳና ይኹን ኩሉ ነገር ወረቐትና ኩሉ ክንጥንቀቕ እዩ ዘለና ማለት እዩ ሓንሳብ እንተ ሂወትካ ተበላሻ ግን ብጣዕሚ እዩ ከቢድ ዳግማይ ንክትለዓል ስለዚ ንጠንቀቅ ንጠንቀቅ መንእሰያት ውን ክብል ይደሊ ኣየሳእነና ብሩክ መዓልቲ የቀንየለይ። ብጣዕሚ እዩ ዘሕዝን ምህረት የውርድ ኢና ክንብል ንኽእል ማለት እዩ። ብምቕጻል ድማ ኣዱ ብሌና እውን ድምፂ ንምዃን ንመልእኽቲ ንመንግስቲ ዘመሓላለፈቶ ንሱ እስከ ተኸታቲልና ንመለስ ዘለኩም ሓሳብ ርእይቶኹም ኣቦታኹም ጸሓፉላ የሕዋተይ።

ኩሉ ባዕልኹም ሳዕሳዕቲ ባዕልኹም ተ- ተቃትሉና ባዕልኹም ኩናት ተኣውጁ ባዕልኹም ዋ እዚ ህዝቢ ናበይ ይኸይድ ህዝብና ናበይ ይኸይድ ኣ- ብጥሜት መይቱ ህዝብና ኣብ ኤርትራ ቴሌፎን የለ እኽሊ የለ ማይ የለ ኩሉ ነገር መሊሱ ከቢኡ መሊሱ ሽጋር ኮይኑ እቲ ማይ ቀዲሑ ደሴን ውላድን ተተሓኒቑ ብግፋ ኣብ ሓዊ ኣትሎ ክንዛረብ እስከ መቕጸል ድማ ከምታ ፈለማ ዝገለጽናዮ ሎሚ ናይ ህዝባዊ ናዕቢ እዩ ነይሩ ማለት እዩ ኣብ ኣስመራ እታ ገለ ካብቶም ዝወፁ ምስልታት ድማ እዛ ምስሊ ተኸታቲልና ንመልስ ኣሕዋተይ
ብፖሊስ ተኸቢባ ትመፅእ ኣላ Thank you.

ህዝባዊ ናዕቢ እዩ ነይሩ ማለት እዩ ሰልፊ ሰላማዊ ሰልፊ እዮም ገይሮም ዘሎ ብዝኾነ መወዳእቱ እንታይ ኮይኑ ዝብል እውን ብቐፃሊ መደብና ይዝናልኩም ክንቀርብ ኢና ብምቐፃል ድማ ብዛዕባ ናይ ህግደፍ ደገፍቲ ዝኾኑ እንዳዋረዶም እዩ ውዒሉ ሰልጠነ ማለት እዩ ኣብ ኣስመራ እንዳኸዱ ካልኣይ ሰበይቲ ከም ዝሕዙ ዘለዉ ኣብ ወጻኢ ካልኣይቲ ኣቕሚጦም ኣብ ኣስመራ ድማ ከይዶም ካልኣይቲ ሰበይቲ ከም ዝሕዙ ዘለዉ ገለ መለ እዩ ዝዛረብ ዘሎ ብዝኾነ እስከ እቲ ምስሊ ተኸታቲልና ንመለስ ኣሕዋተይ ዘለኩም ሓሳብ ርእቶኹም እንዳጻፍኩም ነታ ሚድያ እውን ላይክ ሼር ሰብስክራይብ ምግባርኩም ኣይትረሱ ኣሕዋተይ ኣብጽሖምልና ብኡ መሰረት ከዓ ክሱስ ቀሪቡ ክሱስ ቀሪቡ ኣብ ትሕቲ ቀይዲ ኣትዩ መስርሕ ምርመራ ተኻይዱ ማለት እዩ። ጥርጡር ኣብ ስዊዘርላንድ ድዩ ዝቕመጥ ኣብኡ ዝፈልጥዎ ቃል ኪዳን ወይ ዝኣስርዎ ቃል ኪዳን የብሎምን እዞም ሰባት እዚ ዘይተርእዩና ዘይተርእዩና ንክንደይ ደቂ ኣንስትዮ ከምኡ ገይሩ ይኸውን እዚ እኮ ልክዕ ከም በዓል ፍጹም በራኽ ማለት እኮ እዩ ዋእ ዘይተርእዩና ንምንታይ ተሸፋፍንዎ ኣለኹም ድሕር ዳ ከምኡ ገይሩ ዋእ ንምንታይ ተሸፋፍንዎ ኣለኹም ያ ነዚኣ ደልዮም ድኣ ሎም ንህግደፍ ዝድግፉ ዘለዉ ነጊርናኩም እኳ ኢና ኣብ ኤርትራ ከይዶም ንኣሽቱ ቲኔጀራት ደቂ ኣንስትዮ ንክጻወቱ ንክላገጹ እኳ እዮም ኣብ ጎኒ ሰራዊትና ኣብልኻ ሎቓም ካብ ሰራዊት ተፈልዮም መጽዮም ሲ ካብ ጎኑ እኳ እዮም ሃዲሞም መጽዮም ሕጂ ኣብ ኤርትራ ከይዶም ክንደይ ብዕልግና ይገብሩ ኣለዉ ክንደይ ምትላላት ይገብሩ ኣለዉ እዞም ናይ ዲያስፖራ ደገፍቲ ስርዓት ህግደፍ እዚኦም እዮም ብዕሉጋት እዮም ካብቲ ጥርዓን ዝቐረበና እሞ ካብ ኣመልካቲት ብዝረኸብናዮ ሓበሬታ ማለት እዩ ኣብ ሊብያ እዮም ዝራኸቡ። ኣብ ሊብያ ተራኺቦም፣ ኣብ ሊብያ ሓደ ቆልዓ ወሊዶም፣ ተታሒዞም ንዓዲ ጥልያን ኣትዮም፣ ካብ ዓዲ ጥልያን ከኣ ኣብ ስዊዘርላንድ እዮም ዝቕመጡ። ኣብኡ እዞም ቆልዑት ተወሊዶም ብሓባር ከኣ ኣብ ስድራቤት ክርእዩ ኢሎም ኣብ ክልተ ሽሕን ዕስራን ክልተን እዮም ዝመጹ። መጺኦም ከኣ ኣብዚ ወግዓዊ ቃል ኪዳን ገይሮም፣ መርዓ ተገይሩ፣ ስድራቤት ተኣኪቡ፣ እቲ ሕጋዊ መርዓ በቲ ናይ ባህልናን ልምድናን ማለት እዩ ተኻይዱ። ሕጂ ኣብ ኣብቲ ዝነብሩሉ ሃገር ዘለዎም ቃል ኪዳን የብሎምን ከም ቃል ኪዳን እውን ኣይፍለጡን እዩ ዋላ ካብ ክሱስ እውን ዝረኸብናዮ ማለት እዩ ሰብ ቃል ኪዳን ምዃኖም ዝፍለጥ የለን ዝወርድ ቃል ኪዳን ከዓ የብሎምን ኣብ ኣብዚ እዩ ዘሎ እቲ ቃል ኪዳን በዚ ከዓ ዝኾነ ነገር ዝገበሮ የለን ዋላ ምስታ በለ እውን ተሓቲቱ እዩ ቃል ኪዳና ፍትሒ ኣነ ዋላ እንተበለ ዘቕረቦ ሰነዳት ዋላ ሓንቲ የለን እቲ ምትላል ንሱ እኳ ነብሱ ይፈልጣ እንድዩ እንዳፈለጠ እዩ ነቲ እታ ሽምኡ ቢልዎ ደቁን ሓዳሩን ኣብቲ ዝነብረሉ ቦታ ገዲፉ ኣብዚ ሃገር መጺኡ ከኣ ሓንቲ እወ ግን ያ ያ ናይ ብሓቂ ካናሪ እዚ ሳሕቲ ኣይኮነን ኩሉ ግዜ እዩ ዘጋጥም ኣብ ኤርትራ ብፍላይ ደገፍቲ ህግደፍ ከምዚኣ ዘይገብሩ የለውን ኣጋጣሚ ረኸብክዮም እንትኸኒ እነ ክሽምኪ ስላስ ዶ ክሽምኪ ኣይረኸብክዮምን ኣለኺ ከምዚኣቶም መዓልታዊ እዩ ዘጋጥም እወ እንታይ ካሜራ ኣለኩም እንታይ እኹል ዝኾነ ምርመራታት ትገብሩ ኮንኩም እሞ ንስኻትኩም ደኣ ዘይ ገበን ዘይገበረ እናኣልኩም ተኣስሩ ትቐትሉ ኣብ ኤርትራ እኮ ገበን ዘይፈጸመ ሕቶ ዝኾነ ፍትሒ ዝበላ ገለ ምስ ፍትሒ ዝተሓሓዝ እንዳሎ ዝእሰር ገበነኛ እኮ ኣብ ኤርትራ ይእሰር ሳሕቲ ከዓ ትብል ሕፍር ሳሕቲ ኢና ንኣስሮም እዩ ዝበሃል ሳሕቲ ኢና ንኣስሮም እምበር ከም ድልቶም ገይሮም እዮም ዝኸዱ ምክንያቱ ንሱ እቲ እቲ ናቶም ውህብቶ ንሱ እዩ። ናይ ምድጋፍ ረብሕኦም እዚ እኳ እዩ። እቲ ሰሪሓ ትነብር ዝነበረት ጓል ኣንስተይቲ እዩ ዝመርዖ ማለት እዩ። ሕጂ እሶም እቶም ገዛ ክገብርዎ ዝግብኦም ነይሮም እዮም ስድራ እንዳ ጓል። ኣነ ጓልኩም ደልየ ኢሉ ስድራ ቤቱ ሒዙ ናብቲ እንዳ ጓል ክመጽእ ከሎ መን እዩ እንታይ እዩ ከረጋግጽዎ ዝኽእሉ ነይሩ ነይሩ እዩ ግን ኣይተገብረን። እቲ ምትላል ሕጂ ኣብዚ እዩ ዝፍጸም ዘሎ እኮ እሱ እሱ መጀመርታ ቃል ኪዳን ኣውሪድ።
ሳሕቲ እያ በለ እንታይ ሳሕቲ ድኣ ደገፍቲ ግደፍ ከምዚኣ ዘይገብር ደጋፊ ግደፍ የለን መብዛሕቶም ደገፍቲ ግደፍ ንኤርትራ ዝኸዱ ካብዚኣ ክትስኡ ከለዉ ንስያ ትረኣዮም ኣብዚኣ ገርማ እኳ ዓድና ከዓ ክንደይ ድኽነትን ክንደይ ነገራት ስለ ዘሎ ኣብ ፍቆዶ ኣንጎሎ ንኣይሹ በቃ ደቂ ኣንስትዮ ምልዖ ዝመስል ኣብ ፍቆዶ ኣንጎሎ ዳሪኻ ትርኢ ከዕልሉኻ ከለዉ ሳሕቲ እያ በለ ወደ ፈቆዶ ኣንጎሎ ፖሊስ ዘወርወር በሉ እዞም ኩሎም ዲያስፖራ ደቂ ኣንስትዮ ክሃድኑ ክትረኽብዎም ኢኹም ኣብ ማለት በእነም ዝላገጹ ዝጻወቱ ንዕኦም ዝድግፉ እሱ እንዳ ንረብሐኦም እንታይ ካል ረብሓ ኣለዎም እንዳ ደገፍቲ ህግደፍ ድኣ ሓቂ ክንዛረብ ተኾና እኮ ደገፍቲ ህግደፍ እኮ ረብሓ ይብሎም ርእሲ ይብሎም ረብሓ ይብሎም ባይዘ ወይ ኤርትራዊ ኮምፒውተር ኣይፈልጥ ኣብዚ ዓለም ምሽክናይ ፍቕ ኢሉ ቲፎ ናብ ቲክቶክ እና ገለ መጺኻ ምጽራፍ ጥራይ ረይዎም እዚ ዳርጋ መብዛሕቱ ኤርትራዊ ከም ዝሓውና እዩ እዲዮ ኣለኹ ግርማይ ግርማይ ኣብ ገለ ኣቴ ንዓና ዕርያ ካሜራ ምሽክናይ ኣብዛ ዓለም ብዛዕባ ኢንተርነት ብዛዕባ ካሜራ ኣፍልጦ ዘይብሉ ኤርትራዊ ጥራይ ግርማይ ንዓ ሕርያ ገለ ኮነ ወይለ ግርማይ ግርማይ ኣበላእቴ ንዓ ዕረየታ ቶክቶክ ዝከፈትካያ
ከምዝከፈትካያ ንዓ

እስከ ጉድ እኳ እዩ ኣብዚ እውን ዘለኩም ሓሳብ ርኢቶኹም እንዳጻፍኩም ብምቕጻል ድማ ሎሚ ኣብ ትግራይ ብዛዕባ ዝካየድ ዘሎ ምስ ኤርትራ እውን ትግራይ እውን ከምኡ እውን ኣብ ኢትዮጵያ ዝካየድ ዘሎ ፖለቲካዊ ጉዳይ ሃይለ ደደቢት ዝሃቦ መግለጺ ተኸታቲልና ንመለስ። ድሕሪ ሕዚ ምስ ማንም ክትደራደር ከም ዘይትኽእል ከም ዝነገርዎ ምስ ማንም ሕዚ ድሕሪ ሕዚ እንደራደሮ ነገር የለን እንደራደሮ ሰብ እውን የለን እንደልዮ ሽግግር መንግስቲ ምጥያሽ እዩ። እዚ ከዓ ምስ ዝተፈላለዩ ስቴክሆልደርስ ተዘራሪብና ክንገብሮ ኢና ሕዚ ምስ ማንም ሃገር ክንደራደር እንኽእልን ከደራድር ዝኽእል ዓቕሚ ዘለናን ኢና ኢሎሞ ኢሉ ብርሃኑ እዩ ዘቕርብ ዘሎ እዚ ሓሶት እዩ ሓሶት እዩ እቲ ኣብዪ ሓመድ ልኢኽዎ ትብል ሓቂ እያ ባዕሉ እውን ድሕረ ፅደቓ ናህና ጥርጣረ እውን ንስኢ ነይሩ ናይ ኣፍሪካ ሕብረት ኣይኮነን ኣፍሪካ ሕብረት ከም ቱል ተጠቂሙ ይኸደ ኣሎ እምበር ናይ ኣፍሪካ ሕብረት ልኡኽ ኮይኑ ኣይከደን ኦባሳንጆ ናይ ኣብዪ ኣሕመድ ልኡኽ ኮይኑ እዩ ከይዱ ነገር ግን ዋላ ልኡኽ ኮይኑ ሒዙ መፅዩ ወልቃይትን ራያን ከምዚ ዶ ክበኩም ኣይበለን ራያ ኮብ ኢድና እዩ ዘሎ እንታይ ምን ውሃ ወድሊና መን ይውሃብ ኣድልዩና ናይ ራያ መሬት ሙሉእ ብሙሉእ ራያ እኮ ኣብ ኢድ ትግራይ እዩ። ከምስሉ ክዛረቡ ከለው ወልቃይትን ራያን ወልቃይትን ራያን ክብሉ ከለው ሓቂ ዝመስል በቃ ኣብ ኢዶም ዘሎ እዩ ዝመስል። ጸለምቲ ንኽእ ንኽእ ኣቢሎም ራያ ኮፍሪሶማ እዚኣ ምስ ፈረሰት ድሕሪኡ ዘለዎም የብሎምን ኣብ ራያ ኣብ ጸለምቲ ኣለው ኣብ ምዕራብ ትግራይ ኣለዉ እዚአን ከዓ ከምልሰን እዩ መሪሕነት ትግራይ ከምልሰን እዩ ሰራዊት ትግራይ እቲ ዋና ነገር ኣብ ዘልዕልዎ ዘለዉ ግን እዚን እዚን ስቂለ ብስታይ ክወኩም ብዘይውግእ ክወኩም ኢልዎምስ እምብለ ኢሎም ክበሃል ከሎ እቲ ዝሞተ ፖለቲከኛ እውን እየኣምናን እዚኣ ምኽንያቱ ሕወሓት ከም ውድብ ሰራዊት ትግራይ ከም ሰራዊት ናይ ኩናት ባህጊ የብሎምን ካብ ህዝቢ ትግራይ እንዲም ዝቕድሑ ህዝቢ ትግራይ ሰላም እዩ ዝደሊ ህዝቢ ትግራይ ሰላም እዩ ዝደሊ እንተይልና እዞም ሰባት እዚኦም እዞም ውዳበታት እዚኦም ሰላም እዮም ዝደልዩ የለን ኣብይ ኣሕመድ እውን ከምኡ ይበለን ኣይበለን እተን ሕዚ ሒዝወን ዘሎ መሬትና ብዘይ ምንም ውግእ ክህበኩም እየ መሬትኩም ክመልስ እየ እንተኢሉ ናብ ውግእ ዘኽይድ የብሎምን ካሊእ ሰብ መግደፍዎ ሽማግለ የድልዮምን ኣነ ክውድኦ ክእል እየ ኣነ ተራ ሰብ ተራ ትግራዋይ ክውድኦ ይኽእል እዩ ከመይ ከም ዝሓስቡ እንታይ ከም ዝሓስቡ መራሕትና ስለ ንፈልጦ ማለት እዩ ካሊእ ሰበይ የድልየካን ካሊእ ሽማግለ የድልየካን ካብ ካሊእ ዓዲ ዝመፀ ወይ ዝኾነ ኦባሳንጆ ስለ ዘይባረኾ ዘይሰርሕ ተባሂሉ ዝቕመጥ ነገር የለን ኩናት ኣይደልን መሬትኩም ውሰዱ ናብ ሕገ መንግስቲ ንመለስ እንተይሉ ኦኬ እቲ ካሊእ ብሕገ መንግስቲ እስከ ኣብዚ ናይ ሃይለ ደደቢት ዝሃቦ መሬቶ ሓሳብኩም ኣብዚ ጉዳይ እዚ እውን ፖለቲካዊ ጉዳያት እውን ዘለኩም ሓሳብ ርእቶኹም ዳፃፍኹምላይ ኣሕዋተይ ንሎማዓንቲ ዝነበረትና መደብ ከም ተኸታተልኩሞ ዝመስል ነይሩ ከምዚኦም ዝኣመሰሉ ዝተፈላለዩ ሓደሽቲ ሓበሬታታት ዝተፈላለዩ ምስልታት መዘናጊ ምስልታት እውን ቀዲሞም ንኣኹም ንክወሱ ሰብስክራይብ ብምግባር ቤተሰብ ምዃንኩም ኣይትረሱ ኣሕዋት ብካልኦት መደባት እስካብ ራኸብ ሰላም የራኽበና ቻው